ኦኬ ሕጂ ከዓ ብኣርከስ ብዛዕባ ኣክሽን ቨርብስ ወይ እውን ናይ ተግባር ግሲ ኢልና ንፅውዖም ብዛዕባኡ ገለ መግለፂ ክንወስድ ኢና ኣክሽን ቨርብ ክንብል ከለና ሓደ ግሲ ንሓደ ተግባር ብልክዕ ክገልጾ እንከሎ ኣክሽን ቨርብ ወይ እውን ናይ ተግባር ግሲ ኢልና ንጽውዖ ኣን ኣክሽን ቨርብ ካን ኤግዛክትሊ ዋት ዩ ማይት ኤክሰፕት ኢት ዲስክራይብስ ኣን ኣክሽን ንሓደ ነገር ብግቡእ ክገልጾ እንከሎ ንሓደ ስጉምቲ ብ

ኣብዚኣ ሕጂ ወክድ ትብል ደላ ቃል ወክድ ትብል ቀደላ ቃል ኣክሽን ቨርብ ክትብሎ ከላ እቲ ሰብኣይ በቲ ጎደና ከደ ከደ ትብል ደላ ቃል ናይ ተግባር ግሲ እያ። ኣብዛ ሰንተንስ ወይ እውን ኣብዛ ሙሉእ ሓሳብ እዚኣ ነቲ ሰብኣይ ኣብቲ ጎደና ከም ዝኸደ እንታይ ይገብር ኣሎ? ኣብቲ ጎደና ጠጠው ኢሉ ደቂሱ እንታይ ይገብር ኣሎ? ከይዱ እያ ትብለና ዘላ ስለዚ ከምዝኸደ እዚኣ ናይ ተግባር እንታይ የተግብራሉ ሰብኣይ ይኸይድ ማለት እዩ ሶ እዚ ኣክሽን ቨርብ ኢልና ንፅውዖ ማለት እዩ ካልኣይ we have seen the second part of the linked verb ሊንክድ ቨርብ ወይ እውን ምትእስሳር ግሲ ኢልና ንፅውዖ ሓደ ግሲ ኣካላዊ ተግባር ዘይኮነ ኩነታት ከም ዘሎ ንምሕባር እያ ትውዕል ንኣብነት ሊንክድ ቨርብ is used to show a set of being rather than a physical action ንኣብነት ቆሪረ በልዔ ጠሜ ደቂሰ እዚኦም ኣክሽን ቨርብ ክንብል ከለና ብዛዕባ ናትና ሰንስ ድገልጸልና ወይ እውን ብዛዕባ ስምዒታትና፣ ኣካላዊ ተግባራትና፣ ንበልዕ ዲና፣ ንድቅስ ዲና፣ ነንብብ ዲና፣ ንጽሕፍ ዲና፣ ንርኢ ዲና፣ ንዘናጋዕ ዲና፣ ንሕምስ ዲና፣ ብዛዕባ ንሕና ንገብሮም ብዛዕባ ስምዒታትና ድገልጽ ሊንክድ ቨርቭ ኢልና ንጽውዖ። ፎር ኤግዛምፕል ሳራ ፊልስ ኮልድ፣ ሳራ ቆሪራ ነበረት። እታ ፊልስ ትብል ደላ ቃል ሊንክድ ቨርፍ እያ ወይ እውን ሳራ እንታይ እያ ገይራ ቆሪራ ቆሪራ ትብል ደላ ቃል ሊንክድ ቨርብ ወይ እውን ምትእስሳር ግሲ ኢልና ንፅውዓ ማለት እዩ ኦኬ ክብራት ኣዘብትና ናይ ሎማዓንቲ ኣርእስትና ብዛዕባ ኣክሽን ቨርብን ብዛዕባ ሊንክድ ቨርብን እዩ ነይሩ